ፕሬዚደንት ኢሲያስ ኣፈወርቂ ኣብ ልምዓታዊ መደባትን ህልው ዞባዊ ምዕባለታትን ዘተኮረ ቃለ መሕተት ኣካይዱ። ሙሉእ ትሕዝትኡ ብመልክዕ ፀብፃብ ተዳልዩ ኣሎ፣ ግረመስቀል ገረዝግሄል ከቕርቦ እዩ።
ፕረዚደንት ኢሳያስ ኣፈወርቂ ሎሚ ሸውዓተ ጥቅምቲ ኣብ ልምዓታዊ መደባትን ዞባዊ ምዕባለታትን ዘተኮረ ቃለ መሕትት ምስ ማዕከናት ዜና ውሽጢ ሃገር ኣካይዱ። ኣብዚ ብኤሪ ቲቪን ድምጺ ሓፋሽ ኤርትራን ብቐጥታ ዝተፈነወ ቃለ መሕትት ፕረዚደንት ኢሳያስ፣ ኣብ ውሕስነት መግቢ ዘሎ ኣታሕዛን ገስጋሶን፣ ክዘና ማይ፣ ንምዕባይ ዝተተግበሩ ፕሮጀክታትን ናይ መጻኢ መደባትን፣ ናብ መስኖኣዊ ሕርሻን ምስግጋርን እቶት ንምኽዕባትን ዝተገብረ ወፍርን ውጽኢቱን፣ ሸርፊ ባጤራ ንምርጋን፣ ኮንትሮባንድ ንምቁጽጻር ክካየድ ዝጸንሐ ስርሓት፣ ኣብ መተካእታ እታው ዝነጥፍ ኢንዱስትሪያዊ ብሕታዊ ክፋል ንምስታፍ ዘሎ ተኽእሎን ብመንግስቲ ክግበር ዝግባእ ምትብባዕን፣ ኣብ ምምዕባል ዓቕሚ ሰብ ዝግበር ዘሎ ወፍሪ ብመንጽር ዝጽበየና ዘሎ ሰፊሕ ልምዓታዊ መደባት ህዝቢ ኤርትራን ሓይሊ መኸትኡን ሰፊሕ መብርሂ ሂቦም። ፕረዚደንት ኢሳያስ፣ ምስ ምዕባር ክራማት ለዘበን ተፈጢሩ ንዝነበረ ሻቕሎትን መደባት ውሕስነት መግብን ብዝምልከት ኣብ ዝሃቦ መብርሂ፣ ውሕስነት መግቢ ከም ናይ መወዳእታ ዕላማ ክውሰድ ስለዘይከኣል፣ ኪንኡ ኣብ ዓይነታዊ ለውጢ መነባብሮ ክትሓስብ ከምዝግባእ፣ እቲ ቀዳማይ ረቋሒ ድማ ምፍዋስ ማይ ኩዖታት፣ ምቁጽጻር ማይ፣ ምድላው መሬት፣ ምውዳድ መሰረታዊ ትሕቲ ቅርጽን ምትእትታው ቴክኖሎጂን ምዃኑ ጠቒሱ፣ ኣብ ዝሓለፈ ዕስራን ሓሙሽተን ዓመታት ኣብዚ መዳይ'ዚ ዝተዋህለለ ተመክሮ ቀሊል ከምዘይኮነን ኣብ ዘተኣማምን ደረጃ ተበጺሑ ከምዘሎ፣ ንዝበረኸ ውጽኢት ድማ ንኹሉ ዓቕምታትና ብግቡእ እናጓሳጎስና ዓጸፋ ምስራሕ ከምዘድሊ ገሊጹ። ሸርፊ ባጤራ ንምርግጋእን ኮንትሮባንድ ንምቁፅፃርን ክካየድ ንዝፀንሐ ስርሓት ብዝምልከት ድማ ፕረዚደንት ኢሳያስ ኣብ ውሽጢ ዕብየት ቁጠባ ዘጋጥሙና ዘለዉ ብድሆታት ገዘፍቲ ምዃኖም፣ ክፉታት ፖሊሲታትና ድማ ፀገማት ከምዘጋጥሞም ኣብነታት እናጠቐሰ ድሕሪ ምብራህ ኣብ ዝሓለፈ ዓመታት ብዘይምቁራፅ ዝጋለብ ዝነበረ ናህሪ ዋጋታት ጠንቁ ንናይ ዕድጊ ሓይሊ ናቕፋ ዒላማ ዝገበረ ብናይ ስለያ መርበባት ዝምራሕ ብቐንዱ ሓዋላ ንምሕናቕ ዝተኻየደ ውዱብ ገበን ምዃኑ ኣነጺሮም፣ ምሕያል ባጤራ ባህጊ ኣይኮነን ዝበለ ፕረዚደንት ኢሳያስ፣ ናይ ናቕፋ ናይ ዕድጊ ሓይሊ ምስ ዝዓቢ ረብሕኡ ንኹሉ ማለት ነቲ ውልቀ ዜጋን ነቲ ቁጠባን ስለ ዝኾነ፣ ምትእትታው ሓድሽ ባጤራ ናቕፋ ብቐንዱ ነቲ ኣብ ዑደት ዝነበረ ናቕፋ ንምቁጽጻር ከም ዝኾነ ብምጥቃስ፣ እቲ መስርሕ ብዙሓት ተዋሳእቲ ስለ ዘለዉዎ ዝፈጠሮ ሓርጎጽጎጽ እኳ እንተሎ፣ እቲ ናይ መወዳእታ ዕላማ ዝኾነ ምሕያል ናይ ዕድጊ ሓይሊ ናቕፋ ክሳብ ዝረጋገጽ ዝምልከተን ኣካላት መንግስቲ ብዝለዓለ ይሰርሓሉ ከም ዘለዋ ኣረጋጊጹ። ፕረዚደንት ኢሳያስ ኣብ መወዳእታ ንዞባዊ ምዕባለታት ብዝምልከት ንተራ ኣፍሪቃ ኣብ ሓድሽ ዓለማዊ ስርዓት ከምኡ'ውን ኣገዳስነት ምህዳስን ቅርጻዊ ምትዕርራይን ሕብረት ኣፍሪቃን ምስኡ ዝተተሓሓዙ ካልኦት ጉዳያትን ብዝርዝር ገሊጹ።
ኩሉ ጸዓት እዩ ኣብ ትሕቲ ዝብል ቴማ ብምውህሃድ ሚኒስትሪ ጸዓትን ማዕድንን፣ ኣልያንስ ፍራንስን ኩባንያ ቶታል ኤርትራን ዝተወደበ ምርኢት ብሽዱሽተ ጥቅምቲ ኣብ ኣስመራ ኣዳራሽ ካዛ ዴሊ ኢታልያን እዩ ተኸፊቱ። ዕላማ ናይዚ ክሳብ ዕስራን ሓደን ጥቅምቲ ክፉት ኮይኑ ዝቕኒ ምርኢት፣ ንቕሓትን ኣፍልጦን መንእሰያት ተመሃሮ ኣብ ተሃዳሲ ጸዓት ክብ ብምባል ኣብ ማሕበረ-ቁጠባዊ ምዕባለ ኣበርክቶ ዝገብር ናይ ምምሃዝ ዓቕምታቶም ንምትብባዕ እዩ። ኣብዚ ምርኢት ኣገዳስነት ምጉዳል ሃልኪ ነዳዲ፣ ምዕባይ ምንጭታት ተሃዳሲ ጸዓት፣ ምክልኻል ሳዕቤናት ዘይተተካኢ ጸዓት ኣብ ኣከባቢ፣ ብከላ ኣከባቢን ሳዕቤናቱን፣ ተጠቃምነት ጸሓያውን ንፋሳውን ምንጭታት ጸዓት ከምኡ'ውን ምንጪ ማያዊ ጸዓትን ካልእን ዘጠቓልል ዕስራ ግብራዊ ስርሓት ቀሪቡ ኣሎ። እዚ ብመግለጺ ተመሃሮ ሳይንስን ቴክኖሎጂን ምህንድስናን ተሰንዩ ቀሪቡ ዘሎ ምርኢት፣ ነቲ መንግስቲ ኤርትራ ክሰርሓሉ ዝጸንሐን ዘሎን ምድንፋዕ ምንጭታት ተተካኢ ጸዓት ናይ ካልኦት ሃገራት ገስጋስ ብምፍላጥን ተመኩሮ ብምቕሳምን ንምምዕባሉ ባብ ዘርሑ ምዃኑ ኣብቲ ኣጋጣሚ ተገሊጹ። ኣብቲ ናይ መኽፈቲ ስነ-ስርዓት፣ ሚኒስተር ጸዓትን ማዕድንን ጀነራል ስብሓት ኤፍሬም፣ ዲፕሎማሰኛታትን ካልኦት ዕዱማትን ተረኺቦም ነይሮም። ብመደብ ትምህርቲ ንዓበይቲ መሃይምነት ንምጥፋእ ብዝተገብረ ፃዕሪ ሰማንያ ሚኢታዊት ካብ ህዝቢ ዞባ ሰሜናዊ ቀይሕ ባሕሪ ክፅሕፍን ከንብብን ከምዝበቕዐ ኣብ ጨንፈር ሚኒስትሪ ትምህርቲ ሓላፊ ትምህርቲ ንዓበይቲ መምህር መሓመድ ዑስማን ሓቢሩ። መደብ ትምህርቲ ንዓበይቲ ኣብ ዓሰርተ ንኡሳን ዞባታት ኣብ ሚእትን ስሳን ሽዱሽተን ነቑጣታት ከምዝወሃብን ዝበዝሓ ተጠቀምቲ ደቂ ኣንስትዮ ምዃነን ዝሓበረ ኣቶ መሓመድ፣ እዚ ምስቲ ስሩዕ ኣካዳሚያዊ ትምህርቲ ተደሚሩ ኣብ ምጥፋእ መሃይምነት ኣድማዒ ውፅኢት ይርከቦ ከምዘሎ ገሊፁ። ብመደብ ትምህርትን ዓበይቲ ሰጒመን ኣብ ደረጃ ምምህርና ዝበፅሓን ኣብ ካልእ ስራሕ ዝተዋፈራን ደቂ ኣንስትዮ ንከባቢኤን ፅቡቕ ኣብነትን ፀለውትን ኮይነን ምህላወን ብምሕባር ድማ ተሳትፎ ደቂ ተባዕትዮ ንምትብባዕ ጎስጓሳት ናይ ምሕያል መደብ ከምዘሎ ኣብሪሁ። ኣብቲ ዞባ ብመደብ ትምህርቲ ንዓበይቲ ጀሚሮም ናይ ካልኣይ ደረጃ ትምህርቶም ካብ ዝዛዘሙ ተምሃሮ ኣብ ዝሓለፈ ኣርባዕተ ዓመታት ልዕሊ ሚእትን ዓሰርተ ሓደን ኣብ ሃገራዊ መርመራ ካልኣይ ደረጃ ተሳቲፎም ናይ ዲግሪ፣ ዲፕሎምን ሰርቲፊኬትን ነጥቢ ብምምፃእ ስሳን ሓሙሽተን ካብኣቶም ኣብ ምምህርና፣ ባንክ፣ ምምሕዳራዊ ስርሓትን ትካላትን ብሓላፍነት ክሰርሑ ከምዝበቕዑ ፀብፃባት ጨንፈር ሚኒስትሪ ትምህርቲ የነፅር። ኣብ ዝሓለፈ ዓመታት ብወፍሪ ሓምላይ ልምዓት ኣብ ንኡስ ዞባ ባጽዕ ኣብ ጎደናታት፣ ቀጽሪ ኣብያተ ጸሎት፣ ኣብያተ ትምህርትን መዘናግዒ ማእከላትን ዝተተኽለ ኣግራብ ተስዓን ሓሙሽተን ሚእታዊት ከም ዝጸደቐ ተሓቢሩ። ኣብ ምምሕዳር ከተማ ባጽዕ ሓላፊ ኣሃዱ ልምዓት ኣግራብ ኣቶ ሰለሙን ኣርኣያ ንኤሪና ኣብ ዝሃቦ ሓበሬታ፣ እቲ ኣብ ምምሕዳራት ከባቢ ሕጊጎ፣ ውሽጢ ባጽዕ፣ ኣማተረን ዕዳጋን ከምኡ'ውን ኣብ ምምሕዳር ከባቢ እምበሪሚ ዝተተኽለ ልዕሊ ዓሰርተ ሓሙሽተ ሽሕ ኣግራብ ዕስራ ሰራሕተኛታትን ክልተ ቦጣትን ተመዲቦምሉ ዝግባእ ክንክን ይግበረሉ ከምዘሎ ገሊፆም። ምምሕዳር እቲ ንኡስ ዞባ ልዑል ሙቐትን ጨዋምነትን ዝፃወሩን ኣብ ትሕቲ ቅርፃዊ ስርሓት ሳዕቤን ዘየኸትሉን ዓይነታት ኣግራብ ኣለልዩ ይግርብ ምህላው ዝጠቐሰ ኣቶ ሰለሙን ንግርማ ከተማ ባፅዕ ኣብ ስጋለት ቀጣን ዝተተኽለ ሚእቲ ገረብ ተምሪ እውን ከምፀደቐ ኣረዲኡ። ዝዓበየ ብድሆ ኮይኑ ዘሎ ኣብ ውሽጢ ከተማ ዘለዉ እንስሳሃት እዮም ዝበለ ኣቶ ሰለሙን፣ ወነንቲ ጥሪት ጥሪቶም ክከታተሉን ካብ ከተማ ከውፅእዎምን ኣተሓሳሲቡ። ምምሕዳር ከተማ ባፅዕ ንውፅኢት ናይቲ ዘካይዶ ዘሎ ምግራብ ከም ተሞክሮ ብምውሳድ ኣብ ገማግም ባሕሪ ማንግሩቭ ናይ ምትካል መደብ ብምሕንፃፅ ንዕኡ ዝኸውን ፈልስታት ንምድላው ምስ ክኢላታት ሃብቲ ባሕሪ ይሰርሓሉ ከምዘሎ እቲ ዝተረኽበ ሓበሬታ የመልክት። ኣብ ንኡስ ዞባ ሰንዓፈ ኣብዚ ዓመት እዚ ዝተሰላሰለ ኣድማዒ ንጥፈታት ምዕቃብ ማይን ሓመድን ብዝተወሃሃደ መልክዑ ክቕፅል ምዃኑ ኣመሓዳሪ እቲ ንኡስ ዞባ ኣቶ ህዝቅያስ ውህበት ገሊፆም። ኣብ ኩለን ምምሕዳራት ከባቢ ኣብ ዝተኻየደ ህዝባዊ ኣኼባታት ኣቶ ህዝቅያስ ኣብ ዝሓለፈ ኣዋርሕ ዝያዳ ኣተኩሮ ዝተዋህቦ መደባት ምፅጋን ፅርግያታት፣ ምክትታል ገስጋስ ትምህርቲ፣ ምቁፅፃር ሕማማት፣ ምግታእ ሃሳዪ ልምድታትን ምዕቃብ ማይን ሓመድን ከምኡ እውን ኮም ዝመርሖ ከባብያዊ ፅሬት ዝምልከት መብርሂ ሂቡ። ብመሰረት ዝቐረበ መግለፂ ዛጊት ልዕሊ ሸውዓተ ሽሕ ሜትሮ ዛላታትን ሽዱሽተ ሽሕ ሜትሮ ኪቦ ከትርታትን ኣብ ናይ ሕርሻ መሬትን ፃድፍ ቦታታትን ከምዝተሰርሐ፣ ብህዝብን ተምሃሮን ልዕሊ ሓምሳን ኣርባዕተን ሽሕ ፈልስታት ከምዝተተኽለን ኣብ ፅቡቕ ደረጃ በፂሑ ምህላውን በሪሁ። ተሳተፍቲ ሽግራት ኣገልግሎታት ማይ፣ ጥዕናን ዘለወን ምምሕዳራት ከባቢ ፍታሕ ክግበረለን ብምልባው ዝሕንፀፁ ልምዓታዊ መደባት በድማዕነት ንምትግባር ድሉዋት ምዃኖም ኣረጋጊፆም። ስዒቡ ዝቐርብ ኣህጉራዊ ዜናታት እዩ ዝኸበርኩም ተዓዘብትና። ድሕሪ ዝሓፃር መሰሃገሪት ክምለሰኩም እየ። ምክትታልኩም ክትቅፅሉ ደጊመ ብክብሪ ዕድም ኣህጉራዊ ዘመተ ንምውጋድ ኒዩክሌሳዊ ኣጽዋር ዝተሰምየ ዘይመንግስታዊ ውድብ ናይ ክልተ ሽሕን ዓሰርተ ሸውዓተን ተዓዋቲ ሽልማት ኖበል ንሰላም ከምዝኾነ ኣብ ነርወይ ዝመደበሩ ኮሚተ ሽልማት ኖበል ብሽዱሽተ ጥቅምቲ ፍሊጡ። እቲ ኣብ ሚእቲ ሃገራት ብዝርከባ ዘይመንግስታውያን ትካላት እናተደገፈ ዘመትኡ ዘካይድ ኣህጉራዊ ውድብ ኣብ ክልተ ሽሕን ሸውዓተን ኣብ ከተማ ቬይና ኣውስትርያ ብወግዒ ቆይሙ። ኣብ ዝሓለፈ ወርሒ ሰነ፣ ሚእትን ዕስራን ክልተን ሃገራት ኣብቲ ንምውናን ኒክሌሳዊ ኣጽዋር ዝውግዝ ዘይቀያዲ ስምምዕ ሕቡራት ሃገራት ብኽታመን ከም ዝተጸንበራ ይፍለጥ። እንተኾነ ግን ከም ኣሜሪካ፣ ሩስያ፣ ቻይና፣ ብሪጣንያን ፈረንሳን ዝኣመሰላ ወነንቲ ኒክሌሳዊ ኣጽዋር ዝኾና ሃገራት ነቲ ስምምዕ ከም ዘይከተማሉን ኣብ ዝተጸውዐ መጋባእያ ሕቡራት ሃገራት ከም ዘይተሳተፋን ይግለጽ። ኮሚተ ሽልማት ኖበል ናይ ሎሚ ዓመት ሽልማት ኖበል ንሰላም ነዚ ውድብ እዚ ምሽላሙ ኒዩክሌሳዊ ኣጽዋር ፈጢርዎ ንዘሎ ስግኣት ዘጉልሕ ምዃኑ ክኢላታት ሓቢሮም። እቲ ኮሚተ ኣብ ዝሓለፈ ዓመታት ንሽልማት ኖበል ንሰላም ንዝተፈላለዩ መራሕቲ ሃገራት ምዕራብ ክህቦ ብምጽንሑ ካብ ሓያሎ ወገናት ወቐሳ ክቐርበሉ ምጽንሑ ይፍለጥ። ቱርኪ ብኣኣ ምስ ዝድገፉ ተቓወምቲ ሓይልታት ሶርያ ብምትሕብባር ኣብ ሰሜናዊ ምዕራብ ሶርያ ዝርከብ ዞባ ኢድሊብ ናይ ሶርያ ዝንቀሳቐሱ ሽበራውያን ሓይልታት ሓድሽ ወተሃደራዊ ስርሒት ከምዝጀመረት ኣፍሊጣ። ፕሬዚደንት ረሲፕ ጣይብ ኤርዶጋን ሸውዓተ ጥቅምቲ ብዝሃቦ መግለፂ ነቲ ወተሃደራዊ ወፍሪ ንምዕዋት ሰራዊት ሃገሩ እኹል ወተሃደራዊ ዓቕሚ ኣዋፊሩ ከምዘሎ ብምሕባር፣ እቲ ዕላማ ነቲ ዞባ ካብቶም ሽበራውያን ሙሉእ ብሙሉእ ነፃ ንምውፃእ ምዃኑ ኣነፂሩ። እንተኾነ ግን እቲ ዞባ ሓደ ካብ ቀንዲ ማእከላት ናይቶም ኣንፃር ሰራዊት መንግስቲ ሶርያ ዝቃለሱ ዘለዉ ተቓወምቲ ሓይልታት ብምዃኑ ኣብ መንጎ መንግስታት ሶርያን ቱርክን ናብ ወተሃደራዊ ረፅሚ ዝዓርግ ምትፍናን ከይፍጠር ከምዘስግእ ተገሊፁ። እቶም ብቱርኪ ዝድገፉ ተቓወምቲ ሓይልታት ሶርያ ብወገኖም ናብ ውሽጣዊ ሸነኽ ሶርያ ገጾም ክኣትዉ ድሉዋት ከምዘለዉ ይገልጹ ብምህላዎም፣ እዚ ወተሃደራዊ ስርሒት ቱርኪ ኣብቲ ንሻድሻይ ዓመቱ ቀጺሉ ዘሎ ግጭት ሶርያ ተወሳኺ ምትሕልላኽ ክፈጥር ከምዝኽእል ግምት ተንተንቲ ኣሎ። ሩስያ፣ ቱርክን ኢራንን ንግጭት ሶርያ መዓልቦ ንምርካብ ብምውህሃድ ይሰርሓ ከምዘለዋ ይግለጽ እኳ እንተኾነ፣ ቱርኪ ምስኣ ንዘዳውብ ከባቢታት ሶርያ ካብ ህላወ ሽበራውያን ነጻ ንምግባር ዘበገሰቶ ወተሃደራዊ ወፍሪ

ይኹን እምበር ኢራን ኣብ ክልተ ሽሕን ዓሰርተ ሓሙሽተን ንዝበጽሐቶ ስምምዕ ምግታእ ኒክሌሳዊ ኣጽዋር ከም ተኽብሮ እቲ ሚኒስትሪ ኣፍሊጡ። እታ ሃገር ኣብ ዝሓለፈ ወርሒ መስከረም ነዊሕ ክውንጨፍ ዝኽእል ፈተነ ባሊስቲክ ሚሳይል ከም ዘካየደት ኣይርሳዕን። ኢራን ኣብ ሰላማዊ ይኹን ምክልኻል ዘተኮረ ኒክሌሳዊ መደባታ ንምቕጻል ካብ ዝኾነ ወገን ፍቓድ ከም ዘይጽበያ ትሕብር።